ናብዚ ናይ ሎሚ ኣዝዩ ሰፊሕ፣ ዓሚቕን ታሪኻውን ፖለቲካውን ትንተናና ከነሰጋግረኩም። ኣብዚ ቅንያት'ዚ ኣብ ፖለቲካዊ መድረኽ ኤርትራውያን ብፍላይ ድማ ኣብ መንግስታዊ ተለቪዥን ኢትዮጵያ ዝቐርብ ዘሎ ሓደ ኣዝዩ ዘገርምን ዘሕፍርን ፖለቲካዊ ድራማ ኩልና ንዕዘቦ ኣለና። ሕጂ ድማ ዳዊት ተፈሪ ዝተባህለ ንነብሱ ከም ፖለቲካዊ ኣክቲቭስት ነጋዳይ ከምኡውን መስራትን ወኪልን ናይቲ ግንባር ሰማያዊ ሰውራ ኤርትራ ኢሉ ዘላለየ ውልቀ ሰብ ኣብቲ ማዕከን ዜና ኢትዮጵያ ብተደጋጋሚ እናቐረበ ዝዝርግሖ ዘሎ መርገጺታት እዩ። እዚ ፍጻመ እዚ ልክዕ ከምቲ ኣብ ዝሓለፈ መደብና ንኣቶ በየነ ገብረዝግኣብሄር ውፉይ ዘቕረብናዮ ነቐፌታ ካብኡ ብዘይፍለን እኳ ድኣ ብዝገደደ ናይ ታሪኽ ድንቁርናን ፖለቲካዊ በለጽ ተጠሚቑ ዝቐረበ ኮይኑ ንመላእ ኤርትራዊ ብዘየገድስ ፖለቲካዊ ኣራዩ ዘቖጠዐን ዘስደመመን እዩ። ነዚ ብፍላይ ኣብ ዝምድናታት ኤርትራን ኢትዮጵያን ከምኡውን ዓለም ለኻዊ ሕግታትን ስምምዓትን ዝተንከፈ ነዚ ዳዊት ተፈሪ ዘይተረዳእናዮ ሓቂ ወይ ዝተዛበዐ ሓበሬታ ምስ ኢንፎርሜሽን ኢሉ ዘቕረቦ ባዶን ሓደገኛን ምጉት ብጭቡጥ ታሪኻዊ መርትዖታትን ብዓለም ለኻዊ ሕግታትን ክብዳ ኣገዳሲ እዩ። ኣብ ርእሲኡ እዚ ብስም ተቓውሞ ዝሽየጥ ዘሎ ፖለቲካዊ ሸፈጥ

ዳዊት ተፈሪ ኣብቲ ዘካየዶ ቃለ መጠየቓት ነቲ ኣብ መንጎ ኤርትራን ኢትዮጵያን ዘሎ ናይ ዘመናት ግጭት ብዝተዛበዐ ሓበሬታ ዝተደፍአ እዩ ብምባል ከም ኣብነት ድማ ብጊዘ ሃጺ ሃይለስላሰ ቋንቋታት ኤርትራ ተኣጊዱ እዩ ዝብል ሓሶት እዩ ብቋንቋታትና ሬድዮ ይፍኖ ነይሩ እዩ ዝብል ኣዝዩ ድኹምን ንታሪኻዊ ሓቂ ብቕሉዕ ዝጻረር ሞጎት ኣቕሪቡ እዚ ኣባህላ እዚ ካብ ሓደ ኣብ ፖለቲካ ዝዋሳእ ሰብ ይትረፍ ካብ ሓደ ተራ ተምሃራይ ታሪኽ እውን ትጽቢ ዘይግበር ደረጅኡ ዝሓለወ ኣዝዩ ብሉጽ ድንቁርና ወይ ከኣ ዝተሰርዐ ናይ ታሪኽ ክሕደት እዩ። ታሪኽን መንነትን ሓንቲ ሃገር ብውሑዳት ናይ ሬድዮ መደባት ዝግምገም ኣይኮነን። እቲ ጭቡጥ ሰነዳዊ ሓቂ ሃጺ ሃይለ ስላሰ ኣብ 1952 ነቲ ብውድብ ሕቡራት ሃገራት ብውሳነ 390 ኤብ ዝጸደቐ ፈደረሽን ካብ ዘፍርሱ ኣትሒዙ ብቐጥታ ንመንነትን ፖለቲካዊ ህላወን ኤርትራውያን ንምድምሳስ እዩ ብስልቲ ሰሪሑ። ኣብ 1956 ብወግዓዊ ኣዋጅ መንግስቲ ኢትዮጵያ ነተን ብቋም ኤርትራ ወግዓውያን ቋንቋታት ዝነበራ ትግርኛን ዓረብን ካብ ኣብያተ ትምህርትን ኣብያተ ፍርድን ብወግዒ ተኣጊደን ኣምሓርኛ ድማ እንኮ ወግዓዊ ቋንቋ ትምህርትን ምምሕዳርን ክኸውን ተገይሩ እዩ። ባንዴራ ኤርትራ ክትወረድን ፖሊስ ኤርትራ ኣብ ትሕቲ ፖሊስ ኢትዮጵያ ክጠቓለልን ተገይሩ። ዳዊት ነዚ ሰነዳዊ ጭብጢ ብኣብ ሬድዮ ይዝረብ ነይሩ እዩ ዝብል ላግጺ ክድምስሶ ምፍታኑ ነቲ ህዝቢ ዝኸፈሎ ረዚን መስዋእቲ ምዝላፍ እዩ። እዚ ስነ ኣእምራውን ባህላውን ቅትለት እዚ ከይኣክል ኢትዮጵያ ኣብ ልዕሊ ህዝቢ ኤርትራ ዘስካሕካ ግፍዕን ጽንተትን እያ ፈጺማም። ዳዊት ነቲ ኣብዑና፣ በሲቅ ዲራ፣ ኣቑርደት፣ ዒላበርዕድ፣ ኦም ሓጀር፣ ወክድባ፣ ዓዲ በኻኻይ፣ ሽዕብን ባጽዕን ኮታ ኣብ ኩሉ ቦታታት ኤርትራ እተፈጸመ መሪር ቅትለት ኣማኢት ኣሽሓት ንጹሃት ዜጋታት፣ ብነፈርቲ ዝነደደ ዓድታትን ዝተዘምተ ጥሪትን ዝተዛበዐ ሓበሬታ ኢሉ ክድምሶ ይፍትን ኣሎ። መላእ ዓድታት ብቦምባ ነዲዱ፣ ህጻናትን ኣዴታትን ብኣልማማ ክጭፍጨፉ እንከለዉ፣ እዚ ብኸመይ ብጌጋ ዝተረዳእናዮ ሓበሬታ ይኸውን ዝብል ሕቶ ክስዕቦ የድሊ። እቲ ዝዓበየ ግርምቢጥ ድማ ዳዊት ባዕሉ ኣብ ሱዳን ዝተወልደ ዕባይ ስደት ምዃኑ እዩ። ስድራ ቤቱ ኣብቲ ጽንኩር እዋን ናብ ሱዳን ዝተሰዱ ብድሌቶም ቱሪስት ኮይኖም ክዛወሩ ኣይኮኑን። የግዳስ ካብቲ ንሱ ሕጂ ብጌጋ ተረዲኡኒያ ዝብሎ ዘሎ ናይ ኢትዮጵያ ግፍዕን መግዛእታዊ ጽንተትን ንምምላጥ ምዃኑ ርዱእ እዩ። ኣብ ሱዳን ዝርከቡ ከም በዓል ዋድ ሸሪፈይን ሸጋራብን ዝኣመሰሉ መዓስከራት ስደተኛታት ብኸመይ ቆይሞም? ኣብኡ ክሳብ ሕጂ ህያው ዘሎ ዛንታ ኤርትራውያን ንባዕሉ ዓቢ ህያው ምስክር እዩ። ነዚ ብዕድሚኡን ብህይወት ስድርኡን ብቐረባ ዝፈልጦ ሓቂ ሸለል ኢሉ፣ ንህዝቡን ታሪኹን ክኽሕድ ምድፋሩ፣ ዕሱብ ንገዛእ ፖለቲካዊ ረብሕኡ ክብል ጸሓይ ብኢዱ ክኽውል ከም ዝመጣጠር ብጎዶ ዘርኢ እዩ። ንሕና ሓደ ህዝቢ ኢና፣ ሰለስተ ሽሕ ዓመት ታሪኽ ናይ ኣኽሱም ኣለና ዝብል ናይ ትምክሕትን ተስፋሕፋሕነትን ደርፊ ገዛእቲ ብምድጋም፣ ነቲ ብደምን ብኣዕጽምትን ተረጋገጸ ልኡላውነት ኤርትራ ኣብ ፖለቲካዊ ዕዳጋ ኣውሪዱ ክዋገየሉ ህርድግ ዝብል ዘሎ ስሱዕ ነጋዳይ ታሪኽ ምዃኑውን ኣብ ገዛእ ገጹ ይንበብ። ነቲ ዘይሰርሕ ምጉት ዊን ዊን ክብል ዘቐመጦ ናይ ኣቢ ደርፊ ሰጦ መቀበል ምጉትውን ኣብ ትሕቲ ገባቲ ባህጊ ዝጥርንፍ ኢዩ። እቲ ካልእ ዳዊት ብስም ግንባር ሰማያዊ ሰውራ ዘቕረቦ ኣዝዩ ሓደገኛን የዋህን ምጉት እቲ ኢትዮጵያ ናብ ባሕሪ ንምውጻእ ዘለዋ ድሌት ንዓና እውን ቁጠባዊ ዕድል ስለ ዝኾነ ንሕጊ ባሕሪ ሕቡራት ሃገራት ዩኤን ክሎስ ፈሪምና ኣፍደገ ባሕሪ ክንህብ ኣለና ዝብል እዩ። ንሱ ኣብ ክንዲ ፖለቲካ ንቁጠባ ነቐድም ብዝብል ብሩህ ዝመስል ግዳ ግን ስትራቴጂያዊ ራኢ ዘይብሉ ሕሱር ጭርሖ ክጥቀም እዩ ዝፍትን ዘሎ። ነቲ ቀዳማይ ሚኒስተር ኣብይ ኣሕመድ ዝደጋግሞ ሂብካ ምቕባል ዝብል ዘረባ እውን ከም መርገጺ ወሲድዎ ኣሎ። ኪላ ኣህግራዊ ሕግታትን ዞባዊ ፖለቲካን ደጋጊሞም ከም ዘስምሩሉ፣ ንሕናውን ኣብ መደባትና ከም ዘቕረብናልኩም፣ እዚ ምጉት እዚ ኣብዚ ሕጂ ኢትዮጵያ ሒዛቶ ዘላ መርገጺ ፈጺሙ ዘይሰርሕን ካብ ባይታ ሓቂ ዝረሓቐን ምዃኑ ብጭብጢ ክንጽር ይግባእ። ሓቂ ብመሰረት ሕጊ ኣንክሎዝ ክፋል ዓሰርተ ዓንቀጽ ሚእትን ዕስራን ሓሙሽተን ባሕሪ ኣልቦ ሃገራት፣ Landlocked States፣ ናብ ባሕሪ ናይ ምሕላፍ ንግዳዊ መሰል፣ Right of Access፣ ኣለወን። ይኹን እምበር እዚ መሰል እዚ ዝትግበር ንልዑላውነትን ሕጋዊ ረብሓታትን ናይታ ተሳጋሪት ሃገር፣ Transit State፣ ብዘየስግእ ኣገባብ ብክልተኣዊ ስምምዕ ጥራይ እዩ ዝፍጸም ተባሂሉ ዘሎ ዓንቀጽ ንጹርን ንጹርን እዩ። እታ ሕጂ ዘላ ኢትዮጵያ ብፍላይ መሪሕነት ብልጽግና ንግዳዊ መተሓላለፊ ወይ ነጻ ቁጠባዊ ዞባ ኣይኮነትን ትሓትት ዘላ። ብተደጋጋሚ ብዘተፈላለዩ ሰበ ስልጣን፣ ኣምባሳደራትን ኣዘዝቲ ሰራዊትን ብገህዶ ከም ዝሰማዕናዮን ዝረኣናዮን፣ ኢትዮጵያ እትሓቶ ዘላ እትውንኖ ባሕሪ ክትረግጽ፣ እዚ ድማ መዓስከር ሓይሊ ባሕሪ እትተኽለሉን ጂኦግራፊያዊ ቅርጺ እትቕይረሉን ልዑላዊ መሬትካ ዝምንጥል ናይ ዋንነት፣ Ownership Sovereignty፣ ጉዳይ እዩ። ጀነራላት ኢትዮጵያ ንኣብነት ኣብዚ ቅንያት ከም ኣምባሳደር ባጫ ደበለ ዝኣመሰሉ ኤርትራ ዝበሃል መንግስቲ ካብ ካርታ ክጠፍዩ ጂኦግራፊ ክቕየር እዩ ኣስመራን ባድመን ብማዕረ ግንባር ኩናት ክኸውን እዩ እታ ሃገር እውን ኣይክትህሉን እያ እንዳበሉ ብግህዶ ኣብ ዝፍክርሉ ዘለዎ እዋን ናይ ምትሕብባርን ናይ ዊን ዊን ስምምዕ ንግበር ምባል ርእሰ ቅትለት ጥራይ ዘይኮነስ ኣብ ልዕሊ ሃገር ዝፍጸም ዘሎ ናይ ጥልመት ገበን እዩ ዳዊት በፍላይ ኣብቲ ናይ ቋንቋ ዓረበኛ ቃለ መጠየቁ ንዝምድና ኤርትራን ኢትዮጵያን ምስቲ ኣብ ሞንጎ ኣሜሪካን ካናዳን ዘሎ ርክብ ከተኣሳስሮውን ይፍትን እዩ። እዚ ምሁራዊ ዕሽነት ጥራይ እዩ። ኣሜሪካን ካናዳን ክልተ ማዕረ ልኡላውነት ዘለወን ዶባተን ብኣህግራዊ ሕጊ እተረጋገጸን ሓንቲ ንሓንቲ ክትውሕጣ ዘይትሓስብን ዲሞክራስያዋን ሃገራት እየን። ዊን ዊን ዘበሃል ስምምዕ ክህሉ ንቕድም ክህሉ ዘለዎ ታሪኻውን ፖለቲካውን ኩነታት ኣሎ። ንሱ ድማ ክልቲኤን ሃገራት ንሓድሕደን ዘለወን ልኡላውነትን ግዝኣታዊ ሓድነትን፣ ቴሪቶርያል ኢንቴግሪቲ፣ ብዘይ ዝኾነ ቅድመ ኩነት ክቀባበላ ኣለወን። ኢትዮጵያ ነዚ ብምሉእነት ዘይተቐበለትሉን ብኣንጻሩ ታሪኻዊ ባሕረይ እንዳበለት መሬትካን ባሕርኻን ንምግባት ኣብ ትህቅነሉን እዋን ገዛኻ ንኽትደፍር ማዕጾ ክትከፍተላ ምድላይ ዳዊት ተፈርን ጉጅሉን ዕሙት ፖለቲካዊ ድንቁርንኦም ወይ ድማ ደይ መደይ ኢሎም ብስም ቁጠባዊ ዕቤት ሃገር ንምሻጥ ዝተዋፈሩ ተበለስቲ ምዃኖም የረጋግጽ። ኣብ ዓለም ለኻዊ ፖለቲካ ጥቕመይ ጥቕምኻይ እንዳበልካ ሃገራዊ ልኡላውነትካ ንተስፋሕፋሕቲ ጎረቤት ኣሕሊፍካ ኣይወሃብን እዩ። ቁጠባዊ ብልጽግና ኣብ ርጉጽን ዘይድፈርን ልኡላውነት እዩ ዝህነጽ። እዚ ብላሽነት ደንበ ተቓውሞ ዘስምዕ ግን መነቓቕሒ ደወል ንኤርትራውያን ምዃኑ ብዙሓት ይሰማምዑ። እዚ ናይ ዳዊት ተፈርን ኣባላት መሪሕነት ብርጌድ ንሓመዱ በሃልትን ኣብ ተለቪዥን ኢትዮጵያ ዝቃላዕ ዘሎ ኣካይዳታት ነቲ ኣብ ደምበ ተቓውሞ ኤርትራ ንነዊሕ ዓመታት ክንጸባረቕ ዝጸንሐ ዘሕዝን ስእሊ ብዝበለጸ ዘቃልዕ እዩ። ከምዚኦም ዝበሉ ብስም ተቓውሞ ዝሽቅጡን ዝብለጹን ውልቀሰባትን ጉጅለታትን ሓደገኛታት ምዃኖም ኣብ ሕቶ ኣይኣቱን። ዕድል ይረኽቡ'ዶ ኣይረኽቡን ጥራይ እዩ እቲ ጉዳይ ዝኸውን። ብሓደ ወገን ፖለቲካዊ ዓቕምን ራእን ሃገራዊ ትሕዝቶን ዘይብሎም ምዃኖም፣ ንብላሽነት ጉጅለ ዘርኢ እዩ። ስልጣን ንምርካብ ኢልካ ከይበሃል እኳ ከምዚኦም ዝበሉ ናብ ስልጣን ክበጽሑ ከምዘይክእሉ ፍሉጥ ኮይኑ፣ ሃገራዊ ጉዳያት ንምዝራግን ኣሕሊፍካ ንምሃብን ከም መሳርሕን ብምዃን ረብሓኻ ምኽዕባትን ወይ ኣብ ሚድያታት እናተቐላቐልካ ድማ ምኽዳምን ንመሰረታዊ ህልውናን ታሪኽን ሃገሮም ንጸላእ ከረክቡ ቅሩባት ምዃኖም ዘርኢ እዩ። ሓደ ፖለቲካዊ ሓይሊ ንሓደ ውሽጣዊ ስርዓት ስለዝጸልኣ ጥራይ ምስቲ ንመላእ ሃገር ክውሕዝ ዝደሊ ግዳማዊ ጸላእ እንተድኣ ተሻሪኹ፣ ንሱ ተቓዋሚ ዘይኮነስ ዕሱብ እዩ። እዚ ድማ ንተቓውሞ ካብ ሓቀኛ ሃገራዊ ድሕነት ናብ ርካሽ ናይ ዕሱብነት ስራሕ ከም ዝወረደ ዘመላኽት እዩ። በቲ ካልእ ገጽ ግን እዚ ብዘይሕንከትን ምሒር ድንቁርናን ዝፍጸም ዘሎ ታሪኻዊ ክሕደት ሓደ ዓቢ ኣወንታዊ ጎኒ ኣሎ። እቲ ጽቡቕ ነገሩ ንብዙሕ ኤርትራዊ ፖለቲካዊ መርገጺኡን ውሽጣዊ ፍልልያቱን ብዘየገድስ ብደረጃ ኣረኣእያ ብውሕዱ ናብ ሓደ ከምጽኦ ምኽኣል እዩ። ዳዊት ዘቕረቦ መግለጺ ኣብ ደገፍቲ መንግስቲ ይኹን ኣብ ሓቀኛታት ተቓወምቲ ማዕረ ቁጥዐ ፈጢሩ ኣሎ። እዚ ድማ ነቲ ንኤርትራዊ ሓድነት ዝፈታተን ዝነበረ ውሽጣዊ ግርጭታት ንእዋኑ ኣወንዚፉ፣ ቅድሚ ኩሉ ሃገርን ልዑላውነትን ኣብ ዝብል መትከል ከም ዝሰምር ገይርዎ ኣሎ። እዚ ናይ ህዝቢ ሕርቃን ኤርትራዊ ሃገራውነት ማዕረ ክንደይ ብሱል ምዃኑ ዘረጋገጸ እዩ። ምኽንያቱ ህዝቢ ኣብ መንጎ እቲ ሓላፊ ዝኾነ መንግስትን እቲ ነባሪ ዝኾነ ሃገርን ዘሎ ፍልልይ ብግቡእ ይፈልጥ እዩ። እዚ ፍጻመ እዚ ንመላእ ህዝቢ ኤርትራ ብሓፈሻ ብፍላይ ድማ ነቲ ኣብ ደገ ዝርከብ ዲያስፖራ ዓቢ መነቓቕሒ ደወል ክኸውን ይግባእ። ሃገራዊ ጉዳያትን መጻኢ ዕድል ሃገርን ኣብ ኢድ ከምዚኦም ዝበሉ ውዱቓት ተበለጽትን ነጋዶ ፖለቲካን ክወድቕ ከም ዘይብሉ ንምግንዛብ እዋኑ ሕጂ እዩ። ምቅዋም ስርዓት ወይ መንግስቲ ሓደ ዲሞክራሲያዊ መሰል ኮይኑ፣ ንሃገር ምሻጥን ምስ ተስፋሕፋሕቲ ሓይልታት ምሽራውን ግን ታሪኽ ዘይገድፎ ገበን እዩ። እቲ ንዓሰርተታት ዓመታት ብደምን ኣዕጽምትን ዝመጸ ናጽነት፣ ብስም ቁጠባዊ ምትእስሳርን ወይ ነፃ ዞባ ብዝብሉ መሸቀጢ ቃላት ጎልቢብካ ንኢትዮጵያ ኣሕሊፍካ ዝወሃብ ኣይኮነን። ስለዚ ዳዊት ተፈርን እቲ ንሱ ዝውክሎ ግንባርን ኣብ ንመሸጣ ድልዋት ዝኾኑ ናይ ዘመንና ባንዳታት ደኣ እምበር ናይ ሰላምን ምዕባለን ሃዋርያት ኣይኮኑን። ሓንቲ ሃገር ናይ ባዕላ ቁጠባን ወደባትን ብገዛእ ዓቕማ ከየማዕበለት እንከላ ንኢትዮጵያ ነጻ ዞባ ንሃባ ምባል ቁጠባዊ ምርግጋጽ ዘይኮነስ ፖለቲካዊ ርሰቐትለት እዩ። ኢትዮጵያ ኣሜሪካ ኣይኮነትን፣ ባህርያን ታሪኻን ድማ ምግባት እምበር ናይ ማዕረ ምትሕባር ኣይኮነን። እቲ ንሳ ትደልዮ ዘላ መተንፈሲ ዘይኮነስ ወተሃደራዊ ዕብለላ ምዃኑ መራሕታን ላዕለዎት ኣዘዝ ሰራዊታን ባዕሎም ይነግሩና ኣለዉ። ካብ ከም እኒ ዳዊትን ውፉይን ዝበሉ መቖሚያ ዘይብሎም ናይ እዋንና ውልቀ ሰባት ምጽብባቕ ዝደልየሉ ኣይኮነን። ኤርትራውያን ካብ ዝረኣ ዘሎ ምድንጋር ፖለቲካ ተበራቢሮም ኣብ ልዕሊ ሃገሮም ዘንጸላሉ ዘሎ ናይ ውሽጥን ናይ ደገን ሓደጋታት ብዕምቆት ክግንዘቡ ይግባእ። እዞም ኣብ ተለቪዥን ኢትዮጵያ እናቐረቡ ንታሪኽን ቃልስን ዘዋርዱ ዕሱባት ንብላሽነቶም እምበር ንድሌት ወይ ንመጻእርኣ ህዝቢ ኤርትራ ብፍጹም ኣይውክሉን እዮም። ስለዚ ፖለቲካዊ ፍልልያትና ንጎኒ ገዲፍና ንልዑላውነትናን ክብረት ታሪኽናን ንምሕላው ብሓባር ደው ክንብል ታሪኻዊ ሓላፍነት ኣለና።